ሃሌሉያ እና ሎሚ መቸም ብሉይ ኪዳን ናይ ሓድሽ ኪዳን እንታይ ዳልኩምኒ ጽላለት እዩ ናይ ሓድሽ ኪዳን እንታይ እዩ ጽላለት እዩ ስለዚ ኩሉ ድማ ንትምህርትና እዩ ተጻሒፉ ካብ መጽሓፍ ቅዱስ ሙሉእ ሲ ስቂሉ ዝተጻሕፈ ቃል የለን ኣሜን እዚ ታሪኽ እዚ ከንበቦ ከለኹ ኣነ እዚ ንዓይ ድምህረኒ ማለት እዩ እንታይ ድምህረካ ዝኣልኩምኒ ኣስቴር ተረዲኹም ደሎ ናይ መንፈስ ቅዱስ ምርሒት እንተዘይትረክብ ነይራ ወይ ድማ ናይዚ ሃጋይ ዝበሃል ኣማኻሪነት እንተዘይትቕበሎ ነይራ ንሱ ዝበላ ጥራሕ ክትገብር ፍቓደኛ እንተዘይትኸውን ነይራ ከም ኩለን እተን ካልኦት ብያ ዝተባህላ መራውዕ ወይ ድማ ኣንስቲ ክኾና ዝተቐረባ እንታይ ምኾነት ምተሰጎት ነይራ ስለዚ ናይ እግዚኣብሄር መንፈስ ኣብ ምድሪ ዘሎ እንታይ ዝኣልኩምኒ ንየሱስ ትበቅዕ መርዓት ከዳሉ እዩ እስኪ ንየሱስ ትበቅዕ መርዓት እስኪ በሉ መን እያ ተዝኣልኩምኒ ኣነ ተደምሮ እስኹም ገሌና ኣፍንጫ ክንከውን ንኽእል ገሌና ዓይኒ ክንከውን ንኽእል ገሌና ስኒ ክንከውን ንኽእል ኣብቲ ኣካል ዝተፈላለየ ቦታ ኣለን ገሌና እንታይ ክንከውን ቅርኒብ ዓይኒ ክንከውን ንኽእል ገሌና ፀጉሪ ክንከውን ወሬቫ ኣሜን ንኩልና ግን መንፈስ ቅዱስ እንታይ እንዳ ገበረ እንዳ ጸበቀ ኣይኮነን ድዩ ወሃቢ ምቾት እዩ ምስ ኢልና ዝሓለፈ ክንምሃር ከለና ክትሓዝን ከለኻ እናጸናንዐ ንጉስ ሓዘንተኛ መርዓት ኣይፍቱን ይብለካ ኣሜን ኣይኮነን ድዩ ከጸናንዓካ ኣለኒ ይብለካ እተሲስ ዲዩቲ ኢየሱስ ክርስቶስ ጎይታ እዩ። እቲ መንፈስ ርኢኹምዎ ምሽ ኣብ ኢሳያስ ዕስራን ሰለስተን ከንብቦ እንከለኹ መንፈስ ቅዱስ እዩ እታ ምዕራፍ ተደኣ ኣንቢብኩማ ብዛዕባ መንፈስ ቅዱስ እያ ትዛረብ ኣብ ፍቅዲ ትሽዓተ ከንብበልኩም ኣብ ኩሉ ጸበብኦም ጸበቦ እዩ እንድሕር ዳ መጽሓፍ ቅዱስና ጽቡቅ ጌርና ጽኒዕናዮ መንፈስ ቅዱስ እዩ ዝመርሖም ነይሩ ንደቂ እስራኤል ምሳይ ኣለኹም ዲኹም ሙሴ ብርግጽ እንታይ ኢልዎ ንስኻ ምሳና ዘይትወጽእ እንተ ደኣ ኾንካ ካብዚ እንታይ ትግበረና ኢልዎ ኣይተንቅለና ምክንያቱ ናትካ ምህላው ኢዩ ፍሉይነትና፣ ናትካ ምህላው ኢዩ ካልኦት ዝገብረና፣ ተዘይኮይኑ ከም ኩሎም ኣህዛብ ንኸውን። ምሽ ከምኡ ኢሉ ሲምሶን እንታይ ድዩ ኢልዋ ንደሊላ እንድሕር ደኣ ከምዝን ከምዝን ጌርኪ ኣሲርክኒ ሀ ከም ኩሉ ሰብ እኸውን ኢልዋ። እቲ ፍልይ ደብለንስ ኢልዋ እቲ ፍልይ ደብለኒ ሀ እቲ መንፈስ ምሳይ ምህላው ኢዩ። ተዘይኮይነኸ ታይ ኢሉ ኣስኪ ንገሩኒ በቃ ከም ከም ኩ ኣንብቦ እንተ ጥቅሲ ሎሚ ኣንብበ ነይረ ሲ በቃ ከም ኩሉ ሰብ እኸውን ታራ ሰብ እኸውን በኢየሱስ ስም ታራ ክገብረኩም ደሊ ሓዊ ብልዓዮ በኢየሱስ ስም ደሊላኹም እገልብጥ ኣለኹ ሎሚ በኢየሱስ ስም ይገልበጥ ሃሌሉያ ክላጼኩም ዝመጽእ ደበለ መላጸ ይገልበጥ በል ኣለኹ ንርእሱ ይላጸ ኣሜን በለኒ በኢየሱስ ስም ይገልበጥ ሃሌሉያ ኣሜን ሙሴ እንታይ ኢልዎ ከም ኩሉ ሰብ ንኸውን ኢሉ ከም ኩሎም ኣህዛብ ንኸውን እቲ እቲ ፍሉይ ደብለና ደኣ እንታይ ኢሉ እስኪ ንገሩኒ እቲ ፍሉይ ደብለና your presence your presence is the difference ስለዚ እቲ ምቲ ንደቂ እስራኤል መሪሕዎም ዝኸይድ ዝነበረ መን እዩ እንተ ደኣልኩም እንታስ the spirit of God ከምቲ ቅድሚ ሕጂ ዝመሃርክኹም ኢንኣክቲቭ ኣክተርስ ወይ ድማ ልኡማውያን ተዋሳእቲ ዝነበሩ ኣብ ብሉይ ኪዳን መን መን እዮም? የሱስ ክርስቶስን መንፈስ ቅዱስን እዮም። ኣቦ ከኣ ዋና ተዋናይ ነይሩ። እቲኣቶም ድማ ሀ ልኡማት ተዋናይ፣ ተዋነይቲ፣ ነይሮም ወይ ድማ ኢንኣክቲቭ ኣክተርስ ዝበሃሉ። ህ ብሂድን ዝሰርሑ ማለት ቢሃይንድ ደ ሲን። ስለዚ መንፈስ ቅዱስ እዩ ዝመርሖም ነይሩ ንደቂ እስራኤል። መንፈስ ቅዱስ እዩ ድመርሖም ነይሩ። ን ኣብዚኣ ኢኹም ትሓድሩ። ን በዚ ኢና ንኸይድ። እቲ ዓንዲ ደመናን እቲ ዓንዲ ሓውን መን እዩ ተተኣልኩምኒ? ዳት ስፒሪት ኦፍ ጎድ። መጽሓፍ ቅዱስ መንፈስ ቅዱስ ድምሰለሉ ሓደ እንታይ እዩ? ዓንዲ ሓው ብሓዊ ድምሰል። ብኻልኣይ ድምሰለሉ ኸኒ ደበና እዩ ድምሰል። ነታ ቤት ድማ ደበና መልኣይ ምሽ ድብል? ንጉስ ሰለሙን ነታ ቤት ሰሪሑ ምስ ወድኣ ነታ ቤት ድማ ደበና መልኣ። እቶም ካህናት ከኣ ደው ኢሎም ከገልግሉ ኣይከኣሉን እዩ ድብል። እየሱስ ጎይታ እዩ እስኪ ኣሜን በሉኒ እስኪ ይምርሓኒ እስኪ በሉ በቃ ኣማኻሪ ማለት መራሒ ማለት እዩ ኣሜን ኣምላ ኣምላኽ ዝኣክል ኣምላኽ ድኣክልሲ ኣማኻሪ ኣለካ ኣምላኽ ሰማይንን ምድርን ዝፈጠረ ካብ ጅማሬ ፍጻሜ ዝፈልጥ ሰባት እኮ ብሉጻት ኣማኸርቲ እኮ ኣለዉ ከም በዓል መን ምኽሮም ከም ቃል ኣምላኽ ድኾነ ከም ኣሕሽቶፊል ድበሃል ኣሕሽቶፊል መኺሩ ማለት ኮይኑ ማለት እዩ ፈልጡ ኢኹም ካብ ኣቢሰሎም ዝኸፍኣኒ መን እዩ ድኢልዎ ንዳዊት ንሑሻይ ድሓቂ ንሑሻይ እንታይ ኢልዎ ሑሻይ ኢልዎ ዱሚ ፌቨር ኢልዎ ሑሻይ ዱሚ ፌቨር ኢልዎ ምሳይ እንተ ከድካ ወላ ሓንቲ ይጠቅመንን ኢካ ኢልዎ ምሽ ካብ ኣበይ ሰሎም ክሃድም ከሎ ኣይረድ ብጣዕሚ ዘሕዝን ወዱ ሳዲድዎ ንግስነት ሒዙ ምስ ሃደመ ታይ ኢልዎ ሑሻይ ኢልዎ ምሳይ እንተ ከድካ ኣይትጠቅመንን ኢካ ኢልዎ ንዓይ ካብ ኣብሴሎም ንላዕሊ ዝከፍኣኒ መን ኢልዎ እሕሽቶፌል እዩ ድከፍኣኒ ኢልዎ እሕሽቶፌል ኣማካሪ ኣቢሰሎም ኮይኑ ኣሎ እንተ እሕሽቶፌል ድበሎ ገይሩ ኣብቂዕና ኢልዎ። ድማ ልክዕ ከምኣ እያ ኮይና ኣሕሽቶፌል ታይ ኢልዎ ንኣብሰሎም ብጣዕሚ ብጣዕሚ ዘገርም ምኽሪ መኺርዎ ጸጋማዊ ምኽሪ ግን እንተ ኣብሰሎም ንዕኡ ገይርዎ መንግስቱ ትጸንዓሉ ንኡ እንተ ገይርዎ ንዳዊት ትማርኾ ኣይኮነ እንታይ ኢልዎ ናምበር ዋን ኢልዎ ኣሽቶ ናምበር ዋን ኢልዎ ህዝቢ እስራኤል ብምሉኡ ነቦኻ ስጋዕ ሞት ከም እተጸየፍካዮ ስጋዕ ኣብ ሞት ተሳድዶ ከም ዘለኻ ክኣምን ክኣምነካ ኣሎ ኢልዎ ምክንያቱ ወዱ ኢኻ ኢልዎ ወዱ ስለ ድኾንካ ወዱ ስለ ድኾንካ እንተ ደኣኒ እንዶስ እንዶስ ጌርካዮ ሃሃሃ ጽባሕ ንግሆ ጎል ከእትወና ኢሎም ኣይ ጨኪኖም ኣይስዕቡኻን እዮም ኢልዎ ስለዚ እንታይ ግበር ኢልዎ ኣብ ጸሓይ ድበር ኣብ ቃልዕ ጸሓይ ነንስቲ ኩለን ምስኣን ደቅስ ኢልዎ ጸጋማዊ ምኽሪ እዩ እምበር ሓቂ እኮ እዩ እቲ ህዝቢ ምስ ረኣዩ ንኣቢሰሎም እንታይ ክገብር እዩ? ኦይ ናይ ብሓቂ ጨኪኑ ዶ ኣሎ ስለዚ እንታይ ክንገብር ኢና? ሰብ ጨካን መራሒ ኣይትፈልጥ ትፍልጡ ኢኹም። ከምኣ ገይሩ ካብ ካልኣይ እዚ ምኽሪ ከይበፅሐ ግን ሕሻይ መፅኡ። ልክ ሕሻይ ምስ መፀ ሀ ካልኣይ እንታይ ኢላ ነይራ? እታ ካልኣይቲ ስቴፕ እንታይ ነይራ? ሕጂ ኢልዎ ኣሎ ድበሃል ሰራዊት ሒዝካ ኣጉቦ ኢሎ ማይ ዮርዳኖስ ከይተሳገረ ደበኽ በሎ ኢሎ ድፋዕ ከይሓዙ ከለኻ ይገበሩ ኣብኣ ድማ ሒዝካ ንበቃ እቶም ሰራዊት ክስንብዱ እዮም ኢልዎ ክብተኑ እዮም ክሃድሙ እዮም ንቦኻኻ ሒዝካ ኣብኣ ትቐትሎ ንግስነትካ ጸኒዓ ትነብር ኢልዎ እዚኣ ክገብራ ክእል ነይሩ ንሕሻይ እዚኣ እንተደኣ ገይርዋ መንግስቲ ኣቢሰሎም ከም ዝጸንዕ ይፈልጥ እዩ ሕሻይ ግን እንታይ ኢሉ ኖኖ ኢልዎ ሕሻይ ግን ካልእ ምኽሪ መኸሮ ብለና ኣስዩ ኮነ እቲ ጉዳይ ራዩ ልክዕ ከም ቃል ኣምላኽ ዘማኽሩ ኣለዉ መጽሓፍ ቅዱስ ምኽሪ ኣሐሽቶፌልስ ይብለና ልክዕ ከም ምኽሪ ኣምላኽ ነበረ እዩ ድብለና መጽሓፍ ቅዱስ ሰባት እኳ ሰባት እኳ መኺሮምኻ እቲ ዝመኸሩኻ ምኽሪ ኣካል ዝለብስ ሃሌሉያ ኣካል ዝለብስ ካብ ኮነ what about the spirit of God

ካብ ምኽሪ ኣሕሽቶፌል ብሚእቲ ዕጽፊ ትፈልጥ። ምኽሪ ኣሕሽቶፌል እሞ ስለ ርእሱ እውን ኣይፈልጥን። ኣነ እንታይ እብል መሲሉኩም ከምቲ ንበልዓም ንበልዓም ተረዲኹምዶ ኣለኹም ተራጋሚ ዝገበሮ መንፈስ ተጋባ ተራጋሚ ዝገበሮ መንፈስ ጠንቋሊ ኢልዎ መጽሓፍ ቅዱስ ገለ መጽሓፍ ቅዱስ መሃራን ብዙሕ ነገር ይብሉ እንዲዮም ኣዒንቱ ክፉት እዩ ነይሩ በዚ ንጠራጠር ኒና እግዚኣብሔር ከዓንቱ ክፉት ስለ ዝኾነ ተጠቂሙሉ ግን ጠንቋሊ እዩ ነይሩ መጽሓፍ ቅዱስ በልዓም እንታይ ኢልዎ እስኪ ንገሩኒ እቲ ጠንቋሊ ድብለና ናይ ኣምላኽ ነቢ ኣይነበረን እግዚኣብሄር ግን ክሊክ ገይሩ ኣዒንቱ ክፉት ስለ ዝነበረ እቲ ዝወድቕ እሞ ኣዒንቱ ዝኽፈተሉ ኢሉ ምሽ ተጠቒምሉ ኣግሪ ዘረባ በልዓም ግና ዘረባ በልዓም በልዓም ረጊሙ ማለት ኣካል ለቢሱ ማለት ፒሪድ ረዲኹም ዶ ኣለኹም ካብ ዓለም ምሉእ ክረግመሎም እዚ ደይብሃል ሽሻይ ገጸ በረከት ሒዞም ድዮም ድመጹ ሰባት ከምዚ ኣለዉ ድመኹሩ ተዛረቡ ኣካል ድለብስ እስኪ መንፈስ ቅዱስ ግን እስኪ እስኪ መንፈስ ቅዱስ በሉ እስኪ ዓውልኩም እስኪ እስኪ መንፈስ ቅዱስ እስኪ በሉ ኣባይ ማሓደር ዝገበርካ እስኪ ኣማኻርየይ እስኪ በሉ ኣሜ መራሕየይ እስኪ በሉ ሃሌሉያ ንደቂ እስራኤል እምቢተኛ ልቢ እንከለዎም ኣይገደፎምን ይመርሖም ነይሩ ንደቂ እስራኤል ንመን እዩ ዝመርሖም ነይሩ ኢለኩም? መንፈስ ቅዱስ እዩ ድመርሖም ነይሩ። መረጋገጺ ተደልዩኩም ኣብዚ ደንበብኩልኩም ክፍሊ ፍቅዲ ዓሰርተ ሰለስተ ምዕራፍ ትሽዓ ምዕራፍ ሱሳን ሰለሰን ፍቅዲ እቲ ዓሰርተ ሰለስተ እንታይ እያ ትብል እቲ ከም ፈረስ እያ ትብል ምሽ ኣብ በርኸ ከይተዓንቀፈ ራይ ኣብ መዓሙቕ ዝመርሖም ኣበየ ኣሎ እዩ ድብል ከም ፈረስ ከይተዓንቀፈ ኣብ መዓሙቝ እኳ ኸይተረፈ ዚመርሖም ኣበይ ኣሎ? ከብቲ ላም ለሰ ከም ዚወርዳ፣ ከምኡ ድማ መንፈስ እግዚኣብሄር ናብ ዕረፍቲ ኣብጽሖም። ንርእሱ ክቡር ስም ምእንቲ ኺገብር ንህዝቢ ኸምኡ ጌርካ መራሕካዮም እዩ ትብል። ስለዚ መራሒ እዩ፣ ኣማኻሪ እዩ መንፈስ ቅዱስ። በቃ ኣማኻሪ እዩ፣ መራሒ እዩ። እንተ ደኣኒ ሰሚዕናዮ፣ እመኑኒ፣ ኣብ ምድሪ መከራ የይብልኩምን ኣይብልን እየ ኣነ ስደት የለን ኣይብልን እየ ኣነ ግን ትረዲእኹም ደለኹም ንዓኻ ግን እቲ መከራ እንጀራኻ ይኸውን ባሕሪ ኤርትራ ትረዲእኹም ደለኹም ንዓኻ መሳገሪ ንትእምርትን ተኣምራትን ይኸውን ትረዲእኹም ነቲ ዘጋጥመካ ብድሆታት ንረብሓኻ ትልውጦ if you listen እንተ ደኣኒ ምኽሪ መንፈስ ቅዱስ ሰሚዕካ ምኽሪ መንፈስ ቅዱስ ሰሚዕኺ ኣሜን ትረዲኹም ዶ ኣለኹም ከምቲ ሃዳሳ ወይ ድማ ኣስቴር ምርሒት ሃጋይ step by step ንኣስታት ሽዱሽተ ወርሒ ትረይንድ ኮይና ነቲ ሱድበላ ጥራሕ ካብ A to Z ብምግባራ እንታይ ኮይና ዳልኩምኒ ህ ሰይቲ ንጉስ ኮይና በቃ ብልጽቲ መርዓት ተባሂላ ተሸሊማ። በቃ ንጉስ ምስ ረኣያ ፒርየድ ኢሉ ካብዚኣ ትጽብቅ ካብዚኣ ትበልጽ የላን ኢሉ ታይ ገይርዋ መሲልኩም ኣብ ሕልፍኝ የእትይዋ ዘንቂ ወርቂ ደሪቢላ ሎሚ ድማ መንፈስ ቅዱስ ኣብዚ ታይ ድገብር ደሎ ስርሑ እንታይ ተደኣልኩምኒ ንዓካ ከጸብቅ ንዓኪ ከጸብቅ ሕዙኒ ክነግረኩም ከምዚ ድመስሎ ሰባት ኣለዉ መከራ ክነግረኩም ብመከራ ምሕላፍ መከራ የለን ኣይብልን'ዩ ግን ብቃንዛ ብመከራ ብውርደት ግን ኣምላኽ ግን በዚ ይከብር ኣነ በዚ ኣይሳማዕን ክንመሃረሉ ንኽእል ኢና እንታዋይ ኣቦ'ዩ ናይ ኣቡ ናይ ውሉዱ ቃንዛ ዝተሊ እንታዋይ ኣቦ'ዩ ናይ ወዱ ውድቀት ዝምነ እንታዋይ ኣቦ'ዩ ንወዱ ብኽፉእ ግኔ ገይሩ ገይሩ ክምህሮ ዝደሊ ንስኹም እኳ ክፉኣት ክንስኹም ንደቅኹም ጽቡቕ ህያብ ምሃብካ ፈለጥኩም እሺ ኣይኮነን ዲሕዋት እዎ እንታዋይ ኣቦ'ዩ መጽሓፍ ቅዱስ ክምህሮም ማእታ እንታይ ሃቦም ድዩ ዝብለና? መንፈ ደስተምህሮም መንፈስ ሃቦም ደስተምህሮም መከራ ሃቦም ድብል ኣሎ ደስተምህሮም ሕማም ሃቦም ሽግር ሃቦም ውርደት ሃቦም ጭንቀት ሃቦም ፍርሒ ሃቦም ስቅያት ሃቦም ድብል ኣሎ ካብኡ ክትመሃር ትኽእል ኢኻ ግን ድምህረካ ደሎ ትመከራ እዩ ከም ተምሓራ ከምስሉ ከለዉ መከረው ምከረው እምቢ ካለ መከራው ይምከረው ዝብሉ ሓቂ እንተ ሰሚዕናዮ ግን እቲ ድሰምዓኒ ግና ምሽ ድብል እስኪ በላ እስኪ ፓስተር ከባሪ እዛ ጥቕሲ እዚኣ እቲ ድሰምዓኒ ግና ብደሓን ክነብር ንእከይ ከይ ፈሪሃ ከዓ ክሓዲ ኤና እስኪ ንገሩኒ እቲ ድሰምዓኒ ኣይ ህዝበይ እንተ ትሰምዓኒ ምሽ ብል መፅሓፍ ቅዱስ ኣይ ህዝበይ እንታይ ትትገብረኒ እንተ ትሰምዓኒ ንፀላእትኻ ኣብ ትሕቲ እግርኻ መዋረድክዎም ነይረ ኢሉ መዝሙር ሰማንያን ሰለስተን እዩ ካብ ፍቕዲ ሓሙሽተ ንጸላእትኻ ኣብ እግርኻ እንታይ ምገበርኩም ነይረ ኢሉ መዋረድኩም ነይረ ኢሉ ንዓኻ ካብ ከውሒ መዓር መምጸኹዃ ነይረ ኢሉ ፍቱክ ስርናይ ኩእኩእ መብላዕኩኻ ነይረ እኮ ይብል ኣየ ህዝበይ እንታይ ትገብረኒ እስኪ ንገሩኒ እንተ ትሰምዓኒ እቲ ድሰምዓኒ ግና እቲ ድሰምዓኒ ግና ስለዚ ኣሕዋተይ ናይ እግዚኣብሔር መንፈስ ሓደ ካብ ስሙ ካብ ማንነቱ ስሙ ማለት ማንነቱ ማለት እዩ ኢዝ አ ካውንስለር ኣማኻሪ ኢቨን መኻሪ ጥራሕ ደይኮነስ አ ወንደርፉል ካውንስለር እዩ ትብለና መጽሓፍ ቅዱስ ወንደርፉል ዘገርም መኻሪ ምኽሪ መንፈስ ቅዱስ ሰሚዑ ዝጋገ ኣይትሕሰብ ኣይትሕሰቢ ኣይትሕሰቢ ከምቲ ኣስቴር ዝተዓወተት ትዕወት ከምቲ የሱስ ኣነ ናይ ናይ ስላሴ ግርም ምን ድብለኒ ግርም ምን ድብል መቸም ሓደ ሓደ ግዜ ምርድኡ ዋላ ጭንቕ እብለካ እዩ ካብ ኣእምሮ ንላዕሊ ስለ ዝኾነ ንምንታይ መሲልኩም ራእይ እሞኒ የሱስ ኣብ ምድሪ ከሎ መን መርሓ ነይሩ እስኪ ንገሩኒ እስኪ ንገሩኒ እንዶ መን ኣማኽሮ ነይሩ እስኪ ንገሩኒ ኣጆኹም ኣይትፍርሁ መንፈስ ቅዱስ ኣይኮነን ድዩ ኣምላኽ ብሓይልን ብመንፈስ ቅዱስን ከም ዝኾነ ምሽ ነጊረኩም ዋላ ካብ ብሉይ ኪዳን ኣትሒዙሲ ደነበረ ብዛዕባ የሱስ እቲ መንፈስ ዘይኮነ

ራይኹም ኣለኹም የሱስ ኣብ ምድሪ ከሎ መን መርሖ ነይረ ላልኩምኒ መንፈስ ቅዱስ he was guiding him የሱስ ከዓ the most successful ministry ነይሩ ኣብ ምድሪ በቃ ሰማይ ምስክረሉ ነይሩ ሰማይ ሲ ኣይገርም ደስ ሃሌሉያ በቃ ይዛረብ ሰማይ ክዛረብ ከሎ ደስ ኣይብል ደቂ እስራኤል ጨንቆም ገሊኣቶም ነጎዳ ድዩ ይብሉ ገሊኣቶም ኤልያስ ድዩ ዝዛረቡ ዘሎ ስጋዕ ትብሉ ሰማይ ሲ ሰማይ ይዛረብ ኣይገርመኩም እዚ ሰማይ ተትዛረብ ሕጂ ኣይንገርምን ብኡ ዝሰመርኩ ፍቱው ወደዩ ንሱ ዝብለኩም ስምዑ ይብል ንመታደላልኩምኒ ንመንፈስ ቅዱስ ስለ ዝሰምዖ ንመንፈስ ቅዱስ ስለ ተኣዘዞ ንመንፈስ ቅዱስ ዋና ኣማኻሪኡ መንፈስ ቅዱስ ምስኡ ስለ ዝነበረ